ዓይንና ብዙሕ ትኾን ተለሲ በቃ ውበትና ናገፅና ውበት ለዩ በቃ ውስኽ ለብል ማለት እዩ። ያው ኩሕሊ ተኩሕልና ሃመይ ንፅብቕ እና ብተፈጥሮኣዊ ፀጉርኽን ሓፂር ዝኾነ ከምዚ ናቕርሚ ዓይንኽን ፀጉሪ ማለት እየ ብጣዕሚ ሓፂር ዝኾነ ሃመይ ገይርኽን ሃምተንውሕኦ ቐልል ዝበለ ዘዴ ሒዘልኽን መፅየኒ እኹ ብደንቢ ገይርኽን ስኻትን ተኸታተላኒ ተኸታቲልኽና እንዶሞ ብያንስ ማለት እዩ ብያንስ ከምዚ ዓይነት ትጥቀማ ተለኽን ኣሕዋተይ ማዕረይ ስለ ፀጉሪ ይኹን ስለ ገለ ይኹን ብለይ ምቁራፅ ብትዕግስቲ ክሻዕ ሰለስተ ወርሒ ተጠቐማ እሞ ብድሕሪኡ ከላስ ለውጢ ስለልትሪኣ ባዕልኻ ትንትግዲድኸን ትገብሮ ይኽን ማለት እዩ ግን መጀመርያ ላይ ጠንጊርኸን ብትዕግስቲ በቃ ሰለስተ ወርሒ ቢያንስ ማለት እዩ ትፀንሓነ ክንትጥቀማ ትጥቀማ ብለይ ምስልቻይ ብድሕሪኡ ከላስ ናብ ባዕልኽን ለውጢ ስለ ልትሪኦ በቃ ክውስኸሉ እየ በቃ ሃምዚና ልኽን ባዕልኻ ተንትውስኸ ነገር እዩ ማለት መጀመርያ ላይ ግን ተዓገሳ ቢያንስ ሃም ዝበልኽክን ንሰለስተ ወርሒ ማለት እዩ ሰላም ሰላም ና ብሪ ሳቂታዋ ዩቱብ ቻነል ተኸታተልቲ ሃመይ ቐኒኽን ዳሕና ዲኽን ኣነ ብወገን እግዚኣብሔር መስገን ሰላም ነኹ ንስኻትን እውን ከምዚ ኣነ ሰላም እንእኽዎ ሰላም ክትኾና በዓልቲ ሙሉኤት ተስፋ እየ ሎማዓንቲ ደሞ ብሓድሽ ቪድዮ መፅየ እኒኤኹ ልክዕ ከም ዘበርእስ ትረኽኖ ማለት እዩ ናብ ቅድሚ ዓይኒ ቪድዮ እየ ሒዘልኹም መፅየ እኒኤኹ ታይ እማ ገፅኺ ከይትብላኒ ናብ ቅድሚ ዓይኒ ቪድዮ እየ ሒዘ መፅየ እኒኤኹ ማለት እዩ ኣብ ገፀይ ለሎ ቪድዮ ሰሪሐ እየ ነይረ ብጣዕሚ ብዙሕ ሰብ ርእይዎ ብዙሕ ሰብ ደሞ ላይክ ገይርሉ እዩ ለይረእኹን ኣሕዋተይ ከድኹም ትርእዮ ትኽእላ ኢኽን ወይ ደሞ ንእሽተይ ጽንሕ በላ ብጣዕሚ ቀሊል ስለ ዝኾነ ክነግረክን ክኸል እየ ማለት እዩ ሓላላተይ ላውዝና ልማዓንቲ ክኸድ ናቕርማ ዓይኒ መንውሒ ከርእየክን እየ እስካዕ መጠረሻ ተኸታተላን ማለት እዩ ካብኡ ደሞ ንእሽተይ ስት ከማርር ንእሽተይ ከማርር ይኸለ ሓቀይሲ ካብዞም

እና ሳብስክራይብ ግበራ ላረሳዕ ክልኦ ተኮይንክን ይህው ኣስታውስ ኣለኹ ከሊ ላይክ ግብር ብላ ከምኡ ኣብ ኮመንት ደሞ ለእኻትን እልተረእየክን ሓሳብ ወይ ልተሓተኦ ሕቶ ተሃልዩ ፀሓፋለይ ብቪድዮ መልክዕ ሒዘናም ክመፅእ ቀሊል ተኮይኑ ደሞ ኣብ ኮመንቱ ኖርማል ቀልል ዝበለ መልሲ ተኮይኑ ኣብ ኮመንቱ ባዕሉ ክምልሰልክን እየ ማለት እዩና ሳብስክራይብ ላይክ ኮመንት ግበራ ማለት እዩ ላብቲ ኣሰራርሓ ኣከትየክን ንማዓንቲ ተጠቐምክዎ

ፊሩኡ ማለት እዩ ብጣዕሚ እዩ ፀጉሪ ለውፅእ ማለት እዩ ከይዝንጋዕ ከይትድውርዮ እዚ ፍርኡ ምስ ኣውፃእኽን ንእሽተይ መዓልቲ ልኾን ኣብ ደገ ሃምዘ የስጠሐብልኽን ንእሽተይ ድርቕ ካልብል ከፍተብልኦ ማለት እዩ ብድሕሪኡ ደሞ ሃምዚ ጌርኽን ኣብ ሓዊ ማለት እዩ ልክዕ ሃምቡና ማለት እዩ ከምዚ ገርኩም ትቃልዎ ሃም ቡና ማለት ልክዕ ሃም ቡና በቃ ጸሊም ካልኾን ድረስ ልክዕ ከምዚ ብድዮ ትርኢ ኣለኾኖ ጸሊም ክኾን እዩ ብደንብ ገርክን ሃምዚ ገርክን ትቃልዎ ማለት እዩ

ንእሽተይ ተዝሕሎ ይኸው ጻዕዳ ሽንጉርተይ ደሞ ኸትፍ ኣቢለ እኒኹ ሪእኹኖ ጻዕዳ ሽንጉርት ለት ልኸቲፍ ኣለዉ እዚ ደሞ ይኸው ጥሒነዮ ኣለኹ ማለት እዩ ቪድዮ ንምሕጻር እዩ ጥሒነዮ ልክዕ ቡና እዩ ልመስል እዚ ቱ ተምሪ እዩ ተረዲክን ተምሪ እዩ እዚ እዚ ተምሪ ቃልየ ጥሒነዮ ማለት እዩ ይኸው ሓደ መለዓጋ ገይረሉ ኣለኹ እቲ መልዓጋ መሊኡ ይኾነይ ነይሩ ወሲኸዮ ብቻ ግን ሓደ መልዓጋ ሙሉእ ልኾን ማለት እዩ እዚ ኢለ ሓደ ማንካ እዩ ማንካ መልዓጋ ማንካ ሓደ ማንካ ማለት እዩ ሓደ ማንካ ና ተምሪ ቃልየ ልጠሓንክዎና ሓደ ማንካ ፃዕዳ ሽንጉርቲ ማለት እዩ ተጠቒመ ኣለኹ ልውስኸለኒ መትሐሲ እንትን ተዝህልየክን ማለት እዩ ከምዚ ምስትያት ነገር ተዝህልየክን ይምረፅ ማለት እዩ ናተይ ዓበይቲ ኮይኖም ኣብዚ ና ቅብኣት ዝሰርሖም ብዙሓት ቀመማት ጥሒነ የቕምጥ እየ ከምዚ ልተርቲ ተርፈኒ ተሎ ብሓደ ግዜ ጥሒነ ኣቢለ እየ ልዓቐን ክሉ ልዓቀን ክሉ ይጥቀምና ጸሊም ቀመም ቁሩንፉ ደብዓኸ ገለ እዮም ማለት እዩ ኣነ እንታይ ወሲኸሉ ኣለኹ እዚ ቡና ልመስል እንትን እዩ ቁርንፉድ ዝተጠሓነ ቁርንፉድ እዩ ማለት እዩ ዝተጠሓነ ቁርንፉድ ወሲኸሉ ኣለኹ እዚኦም ልክዕ ከምዚ ገይረ ከሙጠ ጥራሕ ቁርንፉድና ናተምሪ ፍረ ተጠሓነ ካብኡ ድማ ፃዕዳ ሽጉርቲ ተጠቒመ ኣለኹ ማለት እዩ ካብ ሕዚ እንታይ ክውስኸሉ እየ ዝኾነ ይኹን ና ፀጉርኽን ቅብኣት ፈሳሲ ቅብኣት ተሃልየኪን ማለት እዩ ትውስኻሉ ኣነ እዚ እኒሄኒ እዚ ክጥቀም እየ ማለት እዩ ከምዚ ጌርኽን ልክዕቱ ቀመማት ዝገበርኽን ቀመማት ብቲ ዘይቲ ዕብጥ ክብል ኣለዎ ማለት እዩ ካብኡ ልቕርሚ ዓይንኽና ልግንባርኽን ስለ ዝኾነ ብዙሕ መዓልቲ ይጸንሕ ንእሽተይ ሰሪሕክንሲ ብዙሕ መዓልቲ ይጸንሕ ብዙሕ ኣነ ዝኾነ ቪድዮ ሰሪሐ ነይረ ናይ ቅርሚ ዓይኒ ማለት እዩ ኣደርጋዊ ዝኸዚ ከባቢ ተወዲኡ ኣይውዳእ በቃ ይኸው እዚ ኮይኑ ማለት እዩ ሃምዚ ገርክን ዕብጥ ከልብል ትገብሮ ብደንቢ ሃምዚ ሕብር ምስ ኣበልኽን ኻዲንኽን ልዕስራ ኣርባዕተ ሰዓት ኻዲንኽን ተጽንሕኦ ማለት እዩ ድሕሪ ዕስራ ኣርባዕተ ሰዓት ተጽርኦ ማለት ብጨርቂ ገርክን ተጽርርኦ ማለት እዩ

ካብኡ ልፊት ልፊት ክና ሃብኡ ቱ ሽፋሽፍቲ ዓይኒ ክለ ተኽኢልኽን ማለት እዩ እንትን ግን ናብ ፃዕዳ ሽንጉርቲ ንእሽተይና የብለካ እዩ ይሕከካ እዩ ማለት እዩ ከምዚ ይበልዐካ እዩ ፃዕዳ ሽንጉርቲ ስለለሎ ወይ እሱ ይቕረይኽን እየ ልብለክን ኣነ ጀሚረዮ ልዋዕለ ኣነሲ በሊዕኒ ብጣዕሚ በሊዕኒ ጻዕዳ ሽንጉርቲ ለይብሉ ተትጥቀማ በዚ ጻዕዳ ሽንጉርቲ ብጣዕሚ እዩ ዝበልዐካ ዓይንኻ ልቕርሚ ዓይንኽን ልቲ ዓይንኽን ጥራሕ ልዙ ቅርምኽን ማለት እየ ልኡ ጥራሕ ተጠቐሙ እምበይ እዚ ሽፋሽፍቲ ዓይንኽን ከይትገብራሉ ኢኽን ማለት እዩ ካብኡ ድማ ልቆልዑ ልቆልዑ ደቀቕቲ ቆልዑለ ከይትጥቀማሉ እዚ ምክንያቱ ብጣዕሚ እዩ እንትን ንብለካ

ምንም ነገር ክህሉ የብሉ ዝኾነ ዘይቲ ዝኾነ ነገር ክህሉ የብሉ ገፅኽን ብደንብ ተሓፂብኽን ዓድሪ ቀቢልኽን ኣምፅ ጌርኽን እንትን ትብልኦ ማለት እዩ ኣብ ኩሉ ቦታ ኣምፅ ጌርኽን ማለት እዩ ቅርሚ ዓይንኽንና በቃ ቅርሚ ዓይንኽን ብገንበርኽን ዘሎ ፀጉሪ ላብኡ ካርና እንትን ኣይትብላ ኢኽን ምክንያቱ ፀጉሪ ዝኾነ ይኹን ኣብዚ እንትን ኣብዚ ቦታ እሱ ለሎ ብደንብ ገይሩ እዩ ፀጉሪ ይኹን ገለ ስለ ለልዕል ናብ ፀጉርኽን ተንኾ የብልኽን እዩ ማለት እዩ ቅድሚ ዓይንኽን ደሞ ሃየ እንትን ከይትብልዕን ማለት እዩ ነውቅል ላሕላዋልና ብሓደ ግዜ ጭልጥ ከይተብለን ይኽን መናዲል ትገብራ ተለኽን ቦትኡ ብደንብ ገይኽን እንትን ትብልዖ ማለት ናብ ቅድሚ ዓይንኽና ናብቲ ናብ ፊት ንፊት ፀጉርኽን

ደሓር ልንዲ ደቂቓ ተፅንሖ መሲልክን ሃምዚ ጌርክን ደቂቓ ካ ክንዲ ዝኽላ ከዚ በኣ ድማ ብጣዕሚ ደንጉ የቢሉ ነይሩ ናእንትን ና ድዕኔክን ወዳ ናዙ ሙቆት ሓር ኢሉ ስነ መስለኒ ብሳ ብሓፂሩ ብልደረቐ ቱ መናዲል በቃ ባዕሉ ይፍለጥ እዩ ኣብ ገፅክን ባዕልክን ትፈልጦ ኢኽን በቃ ምንም ራሕሲ ለይብሉ ትኾን ተሎ ኣልቕቆ ማለት እዩ ምንም ሰው ኢሉ እኒሀክን ወዶ ልክዕ ሃም እንትን እዩ ሃም ሓጭን እዩ እንትን ንብለክን ገጽኽን ሃምኡ ትኾን ተሎ ጠቕላላ ራሕሲ ለየብሉ ትኾን ተሎ ትደርቕ ተሎ ቀስ ሰቢልኽን ኣልዕልኦ ማለት እዩ ብሓደ ግዜ እንትን ከይተብልኦ ገጽኽን ብጣዕሚ እንድሕር ፀጉሪ ሃልይዎ ተልዕሎ ተለኻ ብጣዕሚ ደሸግረካ ናይ እዚ ማለት እዩ

ፋይዳ የብሉ እዩ ዝልተጠቐም ኮነ ነገር ምስኡ ይኸድ ኣሎ ማለት እዩና ብለብ ዝበለ ማይ ብደንብ ጌርክን ሙሉጭ ኢልክን ትሕፃ ማይ ጥራሕ ማለት እዩ ሳሙና ናገፅ ተለይ ኮይኑ ስኡኽን ታራ ሳሙና ከይተጥቀማ ማለት እዩ ናምስ ጌርክን ያው ፀጉሪ ለላወቀለለ ኢና ፊት ለፊት ፀጉሪ ሪእኽን ኣለክን ካናኽን እንደኽል እየብስራዕ ናሕለላተይ ኣብዚ ክፍልየክን ቻውሺ